ሰዊት ኣብ ሓቀኛ ፍጻሜ እተመርኮሰ ዛንታ ካልኣይ ክፋል
ሰላም ሰላም ኩላኩም ቅዱሳን ኣሕዋተይ ከመይ ትኾኑ ኣለኹም ባር ከምዚ ንከታተሎ ዘለና ሰዊት ኣብ ክልተ እያ ተቐርቂራ ደላ ብርሂን ሲራክ ብርሂን ሲራክ ክትብል ኣብ ክልተ ተቐርቂራ ኣላ እንታይ ክትውስን እያ ዊዶ ነው ኣምላኽ ይሓግዛ ክንሪኦ ኢና ማለት እዩ ብዝኾነ ሕጂ እንታይ እያ ክብል ደልየ ኣብዚ ነቕርቦ ዘለና ስጋዕ መወዳእታ ክትከታተሉ ሓደ ካልእ ኣብ ቶሮንቶ ዘለኹም ማለት እዩ ከይተጠርነፍኩም ኣመንቲ መንእሰያት ኣሽቱ ዓበይቲ ኩላትኩም ንዓኹም ዝኸውን ትምህርቲ እናዳለኹ ስለ ዝኾንኩ በዚ ኣብ ስክሪን ዘሎ ቁፅሪ ተሌፎነይ ኮንታክትኒ ካልእ ከዓ ጀካ እዚ ከዓ ኣገልገልቲ ዝነበርኩም ኣብ ኣዲስ ኣበባ ኣብ ኡጋንዳ ኣገልግሎትኩም ክትቅፅሉ ኮንታክት ሚ ትምህርትኹም ክትቅፅሉ ናይ ቲኦሎጂ ፒኤችዲ እንሻሎ ኣበይ ይርከብ ፒኤችዲስ ቲኦሎጂስ ኣብዚ ዘሎ ኮይኑ ይስማዓናኒ ግን ሓበሬታ ስለ ዘለኒ ሒዝኩም ደው ክድውሉለይ የድላቦ ክድውሉለይ ኮንታክት ዲስካስ ክንገብር ኢና ማለት እዩ ብዙሕ ነገር ዲስካስ ንገብሮ ክህሉ እዩ ስለዚ ፕሊስ ኮንታክትኒ ናብ ሰዊት ክመልሰኩም እየ ካልኣይ ክፋል ይቕፅል
ቅድሚ ሽዑ ንእግዚኣብሔር ባህ ከብል ፍቓዱ ከስምር ደስ ንዝበለኒ ንዝሓሸኒ ዅሉ ሓዲገየ ዝውፈን ዝእዘዝን ነይረ በዚ ንዅሎም መገላግልተይ ስለ ዘሐጕሶም ሰዊት ስዊቲ፣ ሸዊቲ፣ መናን እዮም ዝብሉኒ ነይሮም። ንሲራክ ቀሪበ ክምህሮ ከረድኦ ክጅምርን መሰውእየይ ማለት ናይ ጸሎት ቦታይ ከፍርስን ናይ ቃል ኣምላኽ ምንባብ ግዜይ ክጎድልን እሙንነተይ ክቕንስን ሓደ እዩ ኮይኑኒ ንርእሰይ እናጥፋዕኩ ብኣገልግሎተይ ንኻልኦት እንተረባሕኩ ከንቱ ምዃኑ ተረዲኤ ርእሰይ ኣረጋጊኤ ጉዳየይ ክሳዕ ዘቃንዕ ኣብ ገዛይ ህድእ ክብል እየ መሪጸ

ቤት ኣምላኽ ክኸይድ ዘላመዱኒ ወለደይ ጀሚሮም ብጀካ ብርሂንን ሲራክን ሽዱሽተ ካብ መገላግልተይ ዘይኣመልኪ እንታይ ረኺቡኪ ካብ ቤተ ክርስቲያን ቦኺርኪ እናበሉ ጸጸኒሖም ኩነታተይ ንምፍላጥ ደወሉለይ ሻቕሎቶም ከወግድ ደሓን እየ ስለ ዘይጠዓመኒ እየ እናበልኩ ሓሴ ኣመኻነኹ ሲራክ መኪናኡ ኣብ ጥቓ ገዛና ኣጸጊዑ ብሞባይል ደወለለይ ኣብ ቤተ ክርስትያን ደልዩ ምስ ሰኣነኒ ከም እተሻቐለ ኩነታተይ ንምፍላጥ ኣብ ኣፍ ደገ ገዛና ኮይኑ ይጽበየኒ ከም ዘሎ ሓበረኒ ክረኽቦ ኢለ ኸኣ ንማማ ኣብዚኣ በጺሐ ክመጽእ ምስ በልክዋ ብብርሃኑ ናብ ቤተ ክርስትያን ዘይከድኪ ደኣ ሕጂ ጸላም ምድሪ ናበይ ትደሊኺ ኢላ ሓተተትኒ። ዝምልሶ ጠፊኡኒ ኣብዚ'የ ኢለያ ወጻእኩ። ሲራክ ኣብዚ ኣለኹ ኢሉ ክሕብረኒ መብራህቲ ናይ መኪናኡ ውልዕ ኣጥፍእ ኣበለ። ናብ መኪናኡ እትው ምስ በልኩ ኣቲ ሽፍታ ኢሉ ካብ ቅድሚ ሽዑ ብዝተፈልየ ስምዒተይ ብዝትንክፍ ኣገባብ ሕቑፍ ድሕሪ ምስዓም እንታይ ደኣ ወሪዱኪ ደሓን ዲኺ? ሕማቕ ኣላሚድክስ ኣይመጽእን እየ ዘይብሉ ህልም ኣዘየ ተሻቒለ ትፈልጢ ስዊቲ ዝረኽበኪ ኮይኑ ኣይተሰማዓንን ንምዃኑ ደሓን ዲኺ? ኣድራጋ ሕቶታት ምስ ሓተተኒ፣ እንታይ ክብሎ ከም ዘሎኒ ስለ ዘይሓሰብኩሉ፣ ደሓን'የ ቁሩብ ቀጨውጨው ስለ ዝበለኒ'የ ኢለ ከይወዳእኩ፣ ኢዱ ናብ ግንባረይ ሰዲዱ፣ ረስኒ'ኳ ደሓን ኣለኺ፣ ሕክምና'ሞ ቸክ ጌርኪ'ዶ? ምስ ሓተተኒ፣ ኣይ ደሓን'የ እኮ ቁሩብ ዓንተቦይ ከም ገለ ጌሩኒ እምበር ሕጅስ ገዲፉኒ'ዩ በልክዋ። ኖኖ ስዊቲ ብጥዕና ጸወታ የለን ሕጂ እውን ቸክ ክትገብሪ ናብ ሓደ ዓርኪ ዶክተር ክወስደኪ እየ ኢሉ ሞተር ከተስእ ኢዱ ምስ ሰደደ በዛ ውሽጠይ ባዕለይ ነገር ከምጽእ እናበልኩ ኢዱ ሒዘ ሲራክ ድኻም'ዩ ካልእ ኣይኮነን፣ ምስ ኣዕረፍኩ ኸኣ ስለ ዝገደፈንስ ክሳዕ ክንድዚ ከቢድ ኣይኮነን ኢለ ዓገትክዎ። ብድሕርዚ መንፈሳዊ ዅነታቱ ክፍትሽ ቅድምን ድሕርን ናብ ጐይታ ምምጽኡ ለውጥታት ክሓቶ ጀመርኩ። ክንዮ ጽቡቕ ብጣዕሚ ጽቡቕ ዝሓልፍ ካብ ልቢ ዝምንጩ ናይ ህይወት ለውጢ እየ ተጸብየ ግን ክንጽረለይ ኣይከኣለን ካብ ልቢ ዶ ይኸውን ኣበሃህላኡ ግን ናይ ልቢ ዘይመስል እናበልኩ ክምርምሮ ፈተንኩ ጸኒሐ ግን ዎ ንሱ ናብ ጎይታ መጺኡ ኣሎ እግዚኣብሄር እምበር ሰብ እኮ ናይ ውሽጢ ኣይፈልጥን እዩ ኢለ ሓሳበይ ኣቋረጥኩ ዝጀመርክዎ ሕቶታት ምስ ኣቋረፅኩ እሞ ስዊቲ ገዛ ስለ ዝወዓልኪ ንፋስ እንተወሰድና ኣይፀልኦን ትኾኒ ተወከሰኒ ኖኖ ሲራክ ከምዚ ኢለ ኣየላበወንን ደሓን ደሓን ካብ መኪና ከይወረድና ኢሉ ተበገሰ። ቤተ ክርስቲያን ዘምሰዩ መንእሰያት ከየላልዩኒ ኳሌታይ ማዕረ እዝነይ ኣብፂሐ ፍርቂ ገፀይ ሸፈንኩ። ኣብ ሓደ ባር ምስ በፃሕና እንታይ ክእዘዝ ክብል ሓደ ሰብኣይ ደበኽ በለና። ቁሪ ስለ ዝነበረ ካፕችኖ ኣዚዝና ከነዕልል ጀመርና። ስዊቲ ብቐዳማይ ባባን ማማን ምስ ረኣዩኺ ንዓመት መመላእታ ናይ ዝሓተቱኒ ሕቶ መልሲ ዝረኸቡ ኮይኑ ተሰሚዕዎም ሕጉስ እዮም ኢሎም። ናእዳ መቸም ባባ ታትና ኣዘራርባኣን ግርምቲ ቆልዓ እያ ዝወፀላ። የብላን ምስ በለ ማማ ኸኣ ነዛ ቖልዓ እዚኣ ሰተት ከይተብላ ነዚኣ ትመስል ኣይትረክብን ኢኻ ጥራይ ሕራይ በለና እምበር ዋላ ሓጂ ዝገበርና ጌርና ከነመርዖካ ኢና ኢሎም ከምዛ ዝተማኸሩ ኣፈይ ኣትሓዙኒ እንታይ ከም ዝብሉ ክፈልጥ እዚኣ ደኣ እሞ ጓል ሹቕ እንድያ ምስ በልክዎም ደቂ ሹቕሲ ርኢናየን ኢና እዚኣ ንሳን ስነ ስርዓታን ጥራይ ሕራ ይበለና ኢሎም መለሱለይ ኣይተጋገኹምን ኣምላኽ ናተይ ክገብራ ደልዩ ኢለዮም ናብ ሳሎን ኣትየ ናተይ ክትኮኒ ክምህለል ኣምስየ ኢሉ ቅድሚ ሽዑ ደፊሩ ጠሚቱኒ ዘይፈልጥ ሽዑ ግን ዓይኒ ዓይነይ እናጠመተዩ ዝዕለኒ ነይሩ። ካብታ ካፕቺኖ ድሕሪ ምስታይ ክገርመኪ ስዊቲ ሒዝካያ ምጻእ እናበሉ ኣጽምም እዮም ኣቢሎምኒ። ኣነ እውን ቅድም ክንዘራረብ እሞ ካልኣይ ግዜ ድራር ክጋብዘኪ እየ መዲበ እንተኾነ ኣብ እተራኸብናዮ ኣጋጣሚ ሎሚ ክዛረባየ ኢለ ይምድብ እሞ ግርማኺ ግን ፍጹም ብቐሊሉ ስለ ዘይድፈር ምስ ሕቶይ ወፂኤ ምስ ሕቶ እየ ዝምለስ ነይረ ሕጂ ግና ኣምላኽ ወዲእዎ ክዛረበኪ በቒዐ ኢሉ ከቢድ ጾር ተሰኪሙ ከም ዝጸንሐ ብሓይሊ ኣተንፈሰ ስዊቲ ከማኺ ዝመሰለት ዓባይ ሰብ ኣይረክብኒ ሕራይ በልኒ በጃኺ ኢሉ መልሲ እናሓሰብኩ እታ ለይቲ እቲኣ እውን ድቃስ ስኢነ ብሓሳብ ቃሕቲነ ከይሓድር ፈራሕኩም። ካብ ጸሎት ኣምሊጠ ካልእ ዝኽወለሉ ጸግዒ ስለ ዘይረኸብኩሉ ኸኣ ክጽሊ ተንበርከኽኩ። ሰዓት ኣርባዕተን ፈረቓን ወጋሕታ ንርእሰይ ተንበርኪኸ ደቒቓ ረኸብኩዋ። ናይቲ ከይደቀስኩዎ ዝቐነኹዎ መስለኒ ምድሪ ክወግሕ ጥዑም ድቃስ ስለ ዝወሰደኒ ሰዓት ዓሰርተን ፈርኣነ ካብ ዓራተይ ተሲኤ ዋላ እኳ እንተነቓሕኩ ዝኾነ ይኹን ነገር ግበሪ ኣይመፀንን ነታ ናይ መደቀስየይ ሰዓት ክትዝወር እናተዓዘብኩ እቲ ንኸንቱ ዘሕለፍክዎን ዘባኸንክዎን ሰዓት ንስንፍናይ ኣጉሊሑ ስለ ዘርኣየኒ ሕሉፍ ኣጠቓቕማ ግዜይ እናዘከርኩ ክሳብ ክንደይ ትግህቲ ምንባረይ ክሓስብ ጀመርኩ። እቲ ሓቂ ግና ከምኡ ኣይኮነን ክኸውን ዝግብኦ። ግዜ ቅድሚ ትማሊ ትማሊ፣ ካብ ትማሊ ሎሚ፣ ካብ ሎሚ ኸዓ ጽባሕ፣ ካብ ጽባሕ እውን ድሕሪ ጽባሕ እናኸፍተ ስለ ዝኸደ ብኡ መጠን ካብ ዕለት ንዕለት ንመንግስቲ ኣምላኽን ጽድቁን ክተግህ እዩ ዝግባኣኒ ነይሩ ናይ ሽዑ ስንፍናይ ግና ንናይ ትማሊ ትግሃተይ ከድንቕ ገዲዱኒ ስለምንታይ ግን ናይ ዕለት ዕለት ትግሃተይ እናጠፍኣ ብስንፍና ይትካእ ኣሎ ምስ ሲራክ ጥቡቕ ርክብ ስለ ዝመስረትኩ ብርሂን ንመርዓ ስለ ዝሓተተኒ ዋይ እቲ ቐድም ከምስታት ንሓስበሉ ኣብ ዘይነበርና ግዜ ክርስትና ጥዑም ነይሩ ኩሎም እዞም ብመርዓ ዝሓለፉ ዓበይቲ ኣሕዋት ከምዝታት ሰጊሮም ማለት ድዩ ኣይመስለንን እዛ ንኣይ ኣዋጢራትኒ ዘላ ኩነታት ከባድ እያ እናበልኩ ከውርድን ክድይብን ኩነታተይ ክብድ ስለ ዝበለኒ መን ከማኽረኒ ይኸእል። ብዛዕባ እዚ ጉዳይ እዚ ዓው ኢልካ ትዛረቦን ዓው ኢሉ ተመክሮኡ ዘካፍለካን ሓዊ ወይ ሓብቲ ኣበይ እሞ ይርከብ? ነውሪ ተቖፂሩ ኩሉ ንዝገጠሞ ይኽበድ ይፍኮስ ብዘየገድስ ጎሲመዮ ክኸይድ ማለት ድዩ ቤተ ክርስቲያን ነዚ ጉዳይ እዚ ዓው ኢላ ክትዛረበሉን ክትምህረሉን እንተትጅምር ክሳዕ ክንድዚ ኣይምኸበደን እናበልኩ ብሓሳብ ኢደይ ናብ ቤተ ክርስቲያን እናወጣወጥኩ ከለኹ ሰላም ሓፍተይ ኳሕኲሓ ናብ መደቀሲ ኣተወት ይህ ሰዊት ተጸልዩኪ ድዩ ሓተተትኒ ኣይ ደሓን እየ ቁሩብ ድኻም ስለ ዝተሰማዓኒ እየ ክዕርፍ ደልየ መለስኩላ እሞ ቴሌፎን ኣላትኪ ምስ በለትኒ መን መን ኣጥቢቐ ሓተትክዋ ሳምሶን እዩ ምስ በለትኒ እንታዋይ ምዃኑ ከተግደለይ መን ሳምሶን ወሲኻ ሓተትክዋ እቲ ምስ ሲኳየር ዝዝምር ኢላ ከተረዳእኒ ፈተነት ስለ ዘይተረዳእኒ ግን እታ ናይ ሳሎን ቴሌፎን ከተምጽኣለይ ሓተትኩዋ ሽዑ ንሽዑ እያ ኣምጽኣትለይ ሄሎ ሓተትኩ እዋ ኣነ ሰዊት እየ ምስ በልክዋ ሰዊት ኣነ ሳምሶን እዩ ዝበሃል ምናልባት ንስኺ ኣይትፈልጥንን ትኾኒ ኣነ እየ ዝፈልጠኪ ዋላ እኳ ካብቶም ንኣሽቱ ኣሕዋት እንተኾንኩ ግና ከነዕልል ምደለኹ ምስ በለኒ እንታይ ከዕልለኒ ከም ዝደለየ ክፈልጥ እናተሓንጠኹ መዓስ እሞ ሓተትክዎ ኣነ ነፃየ ኣብ ዝጠዓመኪ ግዜ ምስ በለኒ እታ ክብለኒ ዝደለያ ግዜ ከይወሰደት ክሰምዓ ስለ ዝደለኹ ሕጂኸ ይጥዕመካ ሓተትክዎ እወ ምስ በለኒ እሞ ገዛና ትፈልጦ ዶ ትኸውን እዎ እፈልጦ እየ ምስ ሰላም ኣብ ሓደ ጉሩብ ስለ ዝኾንና ጽቡቕ ገይረ እፈልጦ እየ ድሕሪ ምባል ኣብ ውሽጢ ግሩፕ ስለ ዝኾንና ጽቡቕ ጌረ እፈልጦ እየ ድሕሪ ምባል ኣብ ውሽጢ ዓሰርተ ደቂቕ ከም ዝመጸኒ ነጊሩ ቴሌፎን ኣጸዋዕ ዓራተይ ወሪደ ዓራተይ ኣንጺፈ ሽቓቕ ከይደ ተሓጻጸብኩሞ ንሰላም ብዛዕባ ሳምሶን ሓተትኩዋ ሳሚ ብሓቂ ባህ ከብ ዝብል ናይ እግዚኣብሄር ሰብ እዩ ብዕድመ መሳታና እዩ ጸጋኡ ግና ልዕሊ ዕድሜኡ እዩ ኣብ ግሩፕና ተፈታዊ ሓው እዩ ንሱ ዘረባ እንተጀሚሩ ኩልና ጸጥ ኢልና ኢና እንሰምዖ እናበለት ብፍሉይ ኣድናቖት ኣነ እውን ክመጽእ ኣድናቐቶ ኣነ እውን ክመጽእ እሞ ዝብለኒ ክሰምዖ ተሃንጠኹ ናይ ማዕጾ ደወል ጭር ምስ በለት ንሱ እዩ ዝኸውን ኢለ ናብ ሳሎን ኣተኹ ሰላም ሓፍተይ ሒዛቶ ድሕሪ ምእታው ኣላለየትኒ ብድሕሪ እዚ ገዲፋትና ወፀት ሰዊት ንኡሽተይ እዩ ኢልኪ ሸለል ከይበልኪ ከዕልለኪ ክቡር ግዜኺ ስለ ዘወፈኽለይ ኣዝየ ኣመስግነኪ። ኣገልግሎትኪ ኣዝዩ ስለ ዝባርኸኒ ብዙሕ ግዜ ክላለየኪ ፈቲነ ግና ብቐሊሉ ኣይትድፈርን ኢኺ። ሕጂ እውን ግድን ግድን ስለ ዝኾነኒ እየ ደፊረ ከዕልለኪ መጺኤ። ምስ በለ መታን ነጻነት ክስምዖ ኣይ ኩሉ ካብ ጎይታ እዩ ሕጂ ከኣ ትብለኒ ክሰምዓካ እየ ነጻ ኹን ኢለ ዘረባኡ ክቕጽል ዕድል ሃብክዎ እወ ሰዊት ሓተይ ብዛዕባ ሲራክ እየ ክዕለኪ መጽየ ምስ በለ እንታይ ክብል ከም ዝደለየ ክሰምዕ ኣቓልቦይ ኩሉ ናብኡ ገበርኩ ሲራክ ወዲ ገዛውተይ እዩ ጽቡቕ ጌረ ኸኣየ ዝፈልጦ ኣብ ውሽጢ እዚ ሽዱሽተ ወርሒ እዩ ቤተ ክርስቲያን ክመላለስ ጀሚሩ ብዙሕ ጊዜ ክረኽቦ ከዕልሎ ፈቲነ ግናኸ ሓንሳእ ንተሓላለፍ ሓንሳእ እስእኖ ሓንሳእ ተሃዊኹ ይጸንሓኒ ምናልባት እውን ክረኽበኒ ዘይደለየ ክኸውን እኽእል ኣይፈለጥኩን ግናኸ ክረኽቦ ኣይከኣልኩን ብዙሓት ናብ ቤተ ክርስቲያን ምኻድ ከም ዝጀመረ ዝፈልጥ ዝፈልጡ መዓስ ንኣምላኽ ደልዩ ንሓዳር እትኾኖ እኮ ደልዩ እዩ ዝመላለስ ክብሉ ብተደጋጋሚ ሰሚዐ ኣለኹ ተስፋ ገብር ሓሶት ናይ ሰይጣን ወረ ክኸውን ንዝኾነ ግና ምሳኺ ብዙሕ ግዜ ስለ ዝረእኽዎ ዝኾነ ኾይኑ በቲ ጎይታ ዝሃበኪ ጸጋ ጽቡቕ ጌርኪ ሒዝክዮ ትህልዊ ከም ንእሽቶ ሓውኺ ግና መጀመርያ ናብ ጎይታ ክጠብቕ ደሓር ከኣ ብኹሉ ነገር ክትጥንቀቕሉ ክሕብረኪ ውሽጠይ ስለ ዝደረኸኒ ደፊረ ክኸውን እኽእል ምናልባት እውን ተጋጊ ክኸውን እኽእል እየ ንኹሉ ግን ከም ብጎይታ ንእሽቶ ሓውኺ ሸለል በል እየ ኢሉ ዘረባኡ ምስ ደምደመ ትሕትንኡ ኣዘራርባኡ ቃላት ኣፉ ኮታ ኩሉ ኣተሓሳስብኡ ደስ ስለ ዝበለኒ ጎይታ ይባርኽካ ሳምሶን ሓወይ ከማኹም ዝኣመሰሉ ተካእቲ ቤተ ክርስቲያን ጎይታ ይዕቢ ስለ ዘሎ ኣዝየ ኣመስግኖ ሓሳብካን ማዕዳኻን ኩሉ ተቐቢለዮ ኣለኹ ንኹሉ ብጥንቃቐ ክሕዞ ኸዓ ጸልየለይ ኢለ ናይ መዘና ነገር ምስ ሰላም ዕላል ከይህልዎም ንሰላም ጸዊዐሉ ወጻእኩ ከምቲ ኣቐዲመ ዝመረጽክዎ ህድእ ክብል ክሳዕ ዘይክእል ፍቕሪ ኣሕዋት ስለ ዘየኽኣለኒ ከም ዘለኽዎ ክመላለስ መደብኩ። ብርሂን ዕጉስ ስለ ዝኾነ ክሳዕ ባዕለይ መልሲ ዝህቦ ክጽበ እዩ መሪጹ። ብዝረኸበኒ መጠን ከኣ በቲ ፍሽኽታ ዘይፍለዮ ፍሕሽው ገጹ ሰላምታ ኣጽጊቡ መንፈስካ ዘሐድስ ኣዕሊሉኒ እዩ ዝፍለየኒ ነይሩ ሲራክ ግን ሰዊት ኣይትበድልኒ ህይወተይ ኣብ ኢድኪያ ዘላ ብጀካኺ ክድግፈኒ ዝኽእል ቀሪበ ዝተላለኽዎ ሰብ የለን እቲ ካልእ እሞ ግደፍዮ ጽባሕ ንድሕሪት ምስ ተመለስኩ ምጽላይ ኣይሓይሽን እዩ በጃኺ ርእሰይ ክኢለ ደው ክሳዕ ዝብል ካባይ ኣይትርሓቕኒ ቀሪብኪ ደግፍኒ እናበለ ነዛ ንሓደ ክልተ መዓልቲ ክሳዕ ዘይፍለዮ ድቃስ ዝኸልእ ከበድቲ ቃላት ይድርብየለይ ስለ ዝነበረ ካብ ብርሃነ ንላዕሊ ይባዕ ብእኡ እናተሻቐልኩ ከይፈተኹ ካብ ዝሓለፈ ግዜታት ንላዕሊ ክቐርቦ ተገደድኩ ምስ በዓል ብርሃነን ምስ ኩሎም መጋላገልተይን ክቐርብ ከለኹ መንፈሰይ ክሕደስ ከሎ ምስጢራ ክቐርብ ከለኹ ግና ኣዝዩ ይኸብደኒ እቲ ሳምሶም ዝበለኒ ኩሉ እናዘከርኩ ይጭነቕ ነይረ ካብ ጾር ነፃ ክኸውን ኢለ ምስ ገለገለ ኣሕዋት ከተሓሕዞ ፈተንኩ ንሱ ግን ምሳይ ልሕግ ምስ በለ ምፍላይ ኣበየኒ ንኡ ጠንጢነ ጉዳይ ናይ ህይወተይ ጥራይ ከይገብር ካብ ደሙ ነፃ ከም ዘይከውንን ብዛዕባኡ ከም ዝሕተትን ዝርብሽ ድሃይ ኣብ ኣእምሮይ እናቃጨለ ከዓ ስለ ዘጨነቐኒ እንታይ እንተ ገበርኩ ከም ዝሓይሽ ጠፍኣኒ። ህይወተይ ንድሕሪት እናንቆልቆለ ንኻልኦት ክረብሕ ከም ዝኽእል ተረድየ ዝሓይሽ ክንዲ ዝውስን ንሲራክ ክረብሕ ዝያዳ ቅድም ጠባቕክዎ ካብ መዓልቲ ንመዓልቲ ቃል ኣምላኽ ክምህሮ ይቐርቦ ስለ ዝነበርኩ ተለማመድና እቲ ኣብ ገዝኦም ብምምሳየይ ክስዕበኒ ይኽእል እዩ ዝብሎ ዝነበርኩ ስክፍታ ተወጊዱ ልክዕ ከም ኣሕዋት ተቓረብና። ንሲራክ ብሕማቕ ምጥርጣር ካብ ሓንጎለይ ሓኺኸ ደበኽዎ። መዕለብየይ ግን ገና ኣይነጸረን። ሳልሳይ ክፋል ጽባሕ ይቕጽል።